ጻውዒት ባይቶ ይኣክል ዓባይ ብርጣንያ ንኹሉ ኤርትራውን ፈተውቲ ኤርትራን። ዝኸበርኩምን ዝኸበርክንን ደቂ ሃገርና ባይቶ ይኣክል ዓባይ ብርጣንያ ንዕለት ሽዱሽተ ነሓሰ ክልተ ሽሕን ዒስራን ዓመተ ምህረት ፈረንጂ ካብ ሰዓት ሓደ ድሕሪ ቐትሪ ክሳብ ሰዓት ኣርባዕተ ድሕሪ ቐትሪ ኣብ ኣፍ ደገ ወጻኢ ጉዳያት ዓባይ ብርጣንያ ሰፊሕ ሰለማዊ ሰልፊ ኣብ ከተማ ለንደን ከነካይድ መዲብና ስለ ዘለና ውዕሎና ዕዉት ንኽኸውን ኩሉ ኤርትራውን ፈተውቲ ኤርትራን ኣብቲ ቦታ ንኽትርከቡ ብኽብሪ ንዕድም። ዕላማ ሰለማዊ ሰልፊ ኩላትና ከም ንፈልጦ ህዝብና ብምኽንያት ኮሮና ቫይረስ ምንቅስቓሳቱ ተዓጽዩ ብዘይ እኹል ቀረብ ማይን መግብን ኣብ ዓብዪ ሓደጋ ይርከብ ኣሎ። እዚ ብቐደሙ እውን ሓልዮት ህዝብን ሃገርን ዘይነበሮ ምልካዊ ስርዓት ንህዝብና ከጽንት ዝተፈላለየ ሜላታት ክጥቀም እኳ እንተጸንሐ እንሆ ሕጂ ግን ምቹእ ኣጋጣሚ ረኺቡ ብሽም ምክልኻል ኮሮና ቫይረስ ህዝብና ምንቅስቓሳቱ ብምርጋጥ ኣብ ሓደጋ ጥሜት ይእትይዎ ይርከብ። ንሕና ኣብ ደገ እንርከብ ኤርትራውያን ንማሕበረሰብ ዓለም ክነእውየሉን ኣብ ሃገርናን ህዝብናን ዘለና ተገዳስነት ብምርኣይ ነቲ ውጹዕ ህዝቢ ተስፋን ጸግዕን ክንኮኖን ግቡእናን ሓላፍነትናን እዩ። ብጀካዚ፣ ንበዓል ነጎዳ ብሓዊ ይደብሶ ከም ዝበሃል ህዝብና ዘለዎ ሽግር ከይኣኽሎ ምልካዊ ስርዓት ህግደፍ ብዶብ ኣሳቢቡ ዘየለ ምኽንያት ፈጢሩ ንህዝብና ብፍላይ ከኣ ንመንእሰያት የሕዋትና ኣብ ዳግማይ ኩናት ንኽጠብስ ምስቶም ቃንዛና ዘይስምዖም ህዝብና ኣጽኒቶም መሬትናን ባሕርናን ደልዮም ንመዋእል ዘድመዩና ተሻሪኹ መጋርያ ኩናት ከኣጉደልና ይሸባሸብ ኣሎ። ስለዝኾነ ከኣ ነዚ ንጥፍኣትና ዝህረም ዘሎ ነጋሪት ኩናት ደው ከነብሎ ድምጽና ከነስምዕ እምቢ ንኹናት እወ ንሰላም ክንብል እዋኑ ዝጠልቦ ግዴታ ኣለና። ኣፍንጫ ተሃሪማ ዓይኒ ትነብዕ ስለዝኾነ ቃንዛ ህዝብና ቃንዛና መድመይቲ ህዝብና መድመይትና'ዩሞ ብእንታይ ገደሸኒ ሃገራዊ ግቡእና ከይንዝንግዕ ሓደራ ሓደራ ሓደራ ንብል ኣብዚ ህዝብና ዝበልዖን ዝሰትዮን ስኢኑ ብጥሜት ዝሳቐየሉ ዘሎ እዋን ኩናት ምውላዕ ንህዝብና ኮነ ንጎረባብትና ከም ዘየርብሕ ተገንዚብና ነቲ ኩናት ዝጽሕትር ዘሎ ስርዓት ህግደፍ ብሓደ ድምጺ ክንኩንን ደጊምና ንጽውዕ። ስለዚ ክቡራት ኤርትራውያን ፈተውቲ ኤርትራን ነዚ ክልተ ዓበይቲ ዕላማታት ዘለዎ ሰለማዊ ሰልፊ ዕዉት ንኽኸውን ናይ ኩላትና ኣበርክቶ ስለ ዝሓትት ኣብ ኣፍ ደገ ቤት ጽሕፈት ወጻኢ ጉዳያት፣ Foreign Office፣ ኪንግ ቻርለስ ስትሪት፣ SW1A2AH፣ ሰዓት ሓደ ድሕሪ ቐትሪ ተረኺብና ግቡእ መልእኽቲ ከነመሓላልፍ ብኽብሪ ንጽውዕ። ኣብ ካልእ ሃገራት ትነብሩ ግዱሳት ኤርትራውያንን ፈተውቲ ኤርትራን ነዚ ኣጨናቒ ኩነታት ህዝብና ኣብ ዘዘለኹሞ ንዝምልከቶም ኣካላት ድምጽኹም ከተስምዑ በዚ ኣጋጣሚ ነዘኻኽር። ኣኽበርትኹም ባይቶ ይኣክል ዓባይ ብርጣንያ። መተሓሳሰቢ፣ ክትመጹ ከለኹም ናይ ኣፍን ኣፍንጫን መሸፈኒ ማስክ ከይትርስዑ ሓደራ፣ ርሕቀት ክሕሎ ከም ዘለዎ ከኣ ከነዘኻኽር ንፈቱ። ንቐል! ንበገጽ ንዓናይ ንቐል ኤርትራዊ ተጎቲትካ ኣይትኺድ ክትጥበስ ናብ ሓዊ ዘክር ናይ ትማሊ ሓሶት ኣላሊሙ ሓቂ ንኸምስል ንጻዕዳ ጸሊሙ ንማዕጺድ ትኽ ከብል ቁኑዕ ኣጣሚሙ በልማማ ክንጠፍእ ኩናት ኣላሊሙ ዘይሓዊ በሰላ ኣብ ልብና ከቲሙ ዳግም ዘይንረኽቦም ልግዕና ለኪሙ ግደ ሓዘን ጌሩና ጸጉርና ደርሚሙ እንሆ ሕጂውን ይብል ኣሎ ሃነፍነፍ የዋድደልና ኣሎ ናይ ጥፍኣት ስሕለት ሴፍ ብናይ ትማል እምኒ ዳግማይ ከይንዕንቀፍ ዕምርና ከይሓጽር ምንባርና ከይኩለፍ ብመጋርያ ኩናት ብሞት ከይንቕዘፍ እምቢ እዩ መድሃኒት እምብልና ንበሎ ባዕሉ ዝኣጎዶ ሓዊ ንባዕሉ ይቆሎ። ተዘይኮይኑ ጽባሕ ውን ደጊሙ ንኡስ ወሎዶና ለኻኺሙ ሃብትናን ንብረትናን ኣስተሊሙ ኣይከሰርናን ዩ ክብለና ኣፍ ልቡ ሃሪሙ ንዓ ውጻእ ሎሚ ኣይፋል በሎ ጊሂድካ ናይ ምንታይ ስቕታ ዩ እናተሓረድካ ንስደት ክትብተን ዓዲ ከምዘይብልካ ሕጂ ዩ እቲ ግዜ ድምጸይ ምስ ድምጽኻ ኣብ ሓደ ዝሰምር ልበይ ምስ ልብኻ። ብሓደ ድምጺ ብሓደ ረምታ ኣነን ንስኻን ንስበሮ ስቕታ ብሓደ ድምጺ ብሓደ ረምታ ኣነን ንስኽን ንስበሮ ስቕታ እወ ንሰላም ኣይፋል ንኹናት ንበል ብዓውታ እወ ንሰላም ኣይፋል ንኹናት ንበል ብዓውታ።